ንኸፍላ ማለት እዩ ኣብ እግሪ መገደይ ክደግማ ይደሊ መሊሰ so መወዳእታ ከዓ ነዚኦም ዩቱብ ዘይከውን ዝ- ብዛዕባ እዚኣ ሓፍትና ዲኹም ወይ ካልእ ከማን ዘይከውን እቲ ዝብሉ ንሸቐጥ ኢልኩም ድዩ ኣይዶኖ ንምንታይ ከመይ ጌርኩም ብ- ያ ብከምዚ ጉዳያት ከማን ከምዚ ዘይከውን ክትዝርግሑ ትኽእሉ እዝን እዝን ክብል ኣይክእልንየ ግን ኣብዚኣ ብጣዕሚ ያ ሓደገኛ እዩ ፅቡቅ ኣይኮነን ነቲ ስድራ ቤት ድዩ ነቲ ሕብረተሰብ ድዩ ንኩሉ ንሕልናኻ ከማን ወፃኢ ካብ ሕልናኻ ኢኻ ትሰርሕ ዘለኻ ማለት እዩ ኤንድ ብዓቢኡ ከማን ኣብዚ ከምዚስ ኣምላኽ እዩ ዝፈርደካ እዚ ንሕና ኣይኮና ንፈርደካ እንታይ ትዝርግሕ ከም ዘለኻ ከም ሓደ ወዲ ሰብ ኣብ ዝኾነ ከኣ ክፍጸም ይኽእል እዩ ከምዚ ዝኾነ ሓደጋ ስለዚስ ሓደገኛ እዩ ንዓኻ ከማን ነቲ ናትካ ክስታይ ንዓኻ ብሓፂሩ ሶ ኣብዚ እንታይ ክንገብር ንኽእል እቲኣ ሪፖርት ኣበይ ትረኽባ እንድሕር ኢልኩምኒ እቲኣ ሼር ትብል ምሻላ ምልክት ከምዚ ኤሮ ከምዚ ፋይል ኣላ ታይለን ወይ ሼር ትብል ታይለን ብጀርመን ሼር ክኣ እንድሕር እቲኣ ቪድዮ ናብ ካልእ ክትሰድድ ደሊኻ ሼር ትብል ኣላ ምልክት ኣላ ደድሕሪኣ ትመጽእ ሰለስተ ድየን ኣርባዕተ ነጥቢ ኣለዋ ሓቀይ እቲኤን ነጥቢ ደድሕሪኤን ዝመጽእ ድሕሪ እቲኣ ሼር ምልክት ኣብኡ እሳ ትጠውቃ ሽዑ እሳ ምስ ጠወቅካያ ሓንቲ ልቢ ክትመጻካ እያ ቴንክስ ትብል ብኣኣ ህያብ ክትሰድድ ትኽእል ኢኻ ናብቲ ሰብ ቪድዮ ዝሰርሐ ማለት እዩ ወይ ዝኾነ ክስታይ ከምዚ ናይ ቲክቶክ ዝኾነ ክትሰድድ ትኽእል ኢኻ ህያብ ከምዚ ፍዮሪ ገለ ዝሰድዎ ብ ቲክቶክ ማለት እዩ ብኣኣ ህያብ ገለ ትሰድድ ኦኬ እቲ ኣ ክሊፕስ ትብል ከኣኒ ከምዚ መቐዝ ኣላታ ነቲ ክትቆርጾ እንድሕር ደሊኻ እቲ ቪድዮ እንድሕር ፍቓደኛ ኮይኑ እቲ ክሪኤተር ጥራይኻ ክትገብሮ ትኽእል እሱ ክዓጽዎ ይኽእል እዩ እስቲ ኣብ መቐዝ ትገብራ ማለት እዩ ሽፓሻን ከኣኒ ሴፍ ትብል እቲኣ ምልክት ከምዚ ናይ ፌቨሪት ናይ ቲክቶክ ፌቨሪት ከምዚ ብጫ ትቕየር እንድሕር ጠዊቕካ ከም ኣላትካ ኣብ መወዳእታ ከዓ ሓንቲ ባንዴራ ኣላትካ ምልክት ባንዴራ እዚኣ ምልክት ባንዴራ ማለት ከዓኒ ቀይሕ ወረቐት ማለት እዩ ከምዚ ሜልድን ወይ ድማ ሪፖርት ሜልድን ብጀርመን ኣሎ ሪፖርት ትብል ኣለኻ ብእንግሊዝ እሳ ጠዊቕካ ሽዑ ተሓተካ እያ እንታይ ሜልድ ንክትገብር ደሊኻ ስለምንታይ ማለት እዩ ሪፖርት ኢልካ ምስ ጠወቕካ ሽዑ ሚስ ኢንፎርሜሽን ክትገብር ትኽእል ኢኻ ሚስ ኢንፎርሜሽን ማለት ከዓ ጌጋ ሓበሬታ ወይ ድማ ፌል ኢንፎርማትስዮን ኢልካ ትጥውቓ ማለት እዩ። እሳ ምስ ጠወቕካ ከኣ ስለምንታይ እዩ እዚ ጌጋ ሓበሬታ ኢልካ ከኣ ኣብኡ ክስታይ ንእሽተይ መረዳእታ ትብል እዚ ሓቂ ኣይኮንን ዝዛረቦ ዘሎ ኢልካ እንታይ ትቃወሞ ብትግርኛ ድዩ ብእንግሊዝ ብጀርመን ብዝኾነ ፈትኑ ንእሽተይ ክትጽሕፉ ኣነ ጽሒፈልኩም ኣለኹ ከም ንኣብነት ያ ዲ ብሪሽት ኤርሽታቱንግ ኤንስፕሪሽት ኒሽት ን ጌጌብን ሃይትን እዚ ዝብሎ ዘሎ ስኒ እቲ ዝተፈጸመ ኣይኮነን ኢለ ጥራይ ጽሒፈ ማለት እዩ ግን ብዓቢኡ እሳቶም ክፍትሽዎ እዮም እዚ ከዓ ኦፍኮርስ ኣብቲ ሓበሬታ ዘይከውን ጥራይ ክንገብሮ ኣለና እምበር ኣብቲ ጽቡቅ ቪድዮታት ከኣ ከምኡ ከይትገብሩ ብሳክት ጸወታ ድዩ ወይ ብሳክት ገለ እዚ ሓደገኛ እዩ እንድሕር ከምኡ ጌርኩም ንዓኻ ከማን ከሕትተካ ይኽእል እዩ በርከ ነብሲ ወከፍ ኣብዚ ሶሻል ሜድያ ንገብሮ ባይ ዘ ወይ ክሕትተና ይኽእል እዩ ኣይፈልጡንን እዮም ኣይርእዩንን እዮም ገለ ዝበሃል ነገር የለን ተረዲኹምኒ ከምዚ ክንገብር ከለና ከዓ ብሰንኪ ፀወታ ወይ ፅልኢ ኮና ንገብሮ ሳክ ጃስት እቲ ኣጋባብ ስለ ልክዕ ዘይኮነ እቲ ዝፍጸም ዘሎ ከኣ ፌር ስለ ዘይኮነ እቲ ቅድሚ ሕጂ ከማን እዚኤን ቸነል ከምቲ ዝረኣክዎ ቅድሚ ሕጂ ከማን ሪኤ ነይረ ኣብ ካልእ ጉዳያት ከምኡ ከምጹ ከለዉ ዝኮነ ሓደጋ እንድሕር ኣብቲ ሕብረተሰብና ተፈጺሙ ከምኡ ሓሶት ይዝርግሑ ማለት እዩ and that's not fair ፕሊስ ኣብዚኣ ከኣ ተሓባበሩና ንእሽተይ ቪድዮ ሰሪሐ ኣለኩ ናይዚ ከማን ኣብ እቲ ታሕቲ ከኣ ጽሒፈልኩም ኣለኹም እንታይ እንታይ ክትገብር ከም ዘለካ እንድሕር ኣብዚ ብቪድዮ ዘይተረዳኣካ እሱ ከኣ ፈትሾ።